ትብሎ ብዙሕ ብዙሕ ዘረባ ማለትሲ ቅድሚ ሕጂ እውን ሽማ ልዒላ ኣይፈልጥን እየ ከም ሰብ ከም ሰብ ስለ ዘርእያ ንሓማሴን ኣጎንቢሕናዮም ንገለ ቢልናዮም ቃልሲ እንተኮይኑ ከም ዝርዳእኩም እቶም ሃመማ እዚ ዝብሉ መሳኪን መውዓሎ ኮኖም እዩ ፀገም የብሉን እዚኣ ጓል ኦሮሞ ኣቦኣን ኣቦሓጎኣን ሓወቦታታን ኣጎንቢሕና ድኩዒ ዝገበርናዮም ኣብ ኤርትራ ጓል ኦሮሞ እያ ኣዲኣ ጓል ሰንዓፈ ጓል ደቂ ዳሽም እያ ግን በዲኡ ዝፅዋዕ ሰብ ብጀካ ኣድግን ወዲ ከብትን ሰብ የለን ስለዚ እዚኣ ካብ ስኽራንን እንዳስዋን ካብ ምዝርናን ኣዲኣ ዓጣሪት ነይራ እንዳስዋ ነይራ ወሊዳታ ከመይ ገይረ እያ ብዛዕባ ኤርትራውና ክትዛረብ ኣቦኣ ድማ ዝዘረእኹም እዩ ማሙሽ ወልዴ ኮረኔር ማሙሽ ወልዴ ይበሃል ኣምሓራይ በዓል ኮረኔር በዓል ሽጉጥ ክንደይ ህዝቢ ደጥፈኤ እዩ ኣብ ኤርትራ ምሳኡ ተሳኢላ ኣርእኩም እየ ተለኹም ክደግመልኩም ኸእል እየ እዛ ሰብ እዚኣ ብመሰረቱ ብዛዕባ ኤርትራ ኣነ ክዛረብ ምስ ኣሕዋተይ ክነቃቐፍ ንዓወት ክነቅፍ ነቲ ሓደ ክነቅፍ ነቲ ሓደ ክነቅፍ ነቲ ሓደ ክዓሪ ነቲ ሓደ ነቲ ሓደ ክፅረፍ ፀገም የብሉን ንቡር እዩ እዚ ኣብ ዝኾነ ሃገር ዘሎ እዩ ሓደ ትግራዋይ ወይ ሓደ ኦሮሞ መፂኡ ግን ብዛዕባ ኤርትራ ክምህረኒ ወይ ክማፀረየላ ኣይክእልን እዩ ኣብ ዝሓለፈ እዋን ዑመር ዑመር ተቃዋማይ ነይሩ ትፈልጡ ኣካይዳ ተቃውሞ ባሃይበሎም ናብ ህግደፍ ከይዱ ስቲል ግን ዝፈላለዩና ብዙሕ ነገር ኣሎ ክኸይድ ኣይነበሮም ኤርትራዊ ሓወይ ምዃኑ ግን ኣይትረስዑ ፅባሕ ንግሆ ኣብ ሓደ መስመር ክንራኸብ ምዃና ኣይትረስዑ ትማሊ ትማሊ እውን ሰብ ሃሪማ እንደገና ክትሰርቕ ተረኺባ ኣብ ድኳን ኣብ ኣሜሪካ ኣትያ እውን ጸሊም ሊከር ዘለዋ ጓሓፍ እያ ንዓይ መዛርብቲ ኣይኮነትን ብምንም ተኣምር ንዓይ ነጥቢ ብነጥቢ እውን እዚኣን እዚኣን ኢልካዮም ንመንእሰይ እዚኣን እዚኣን ክትብል ዓቕሚ ይብላን እታ ትፈልጥዋ እቲ ዓቕማ ብዛዕባ ናይ ቅለት እያ ተገይሩ ተጎንቢሑ ተቢሉ ከም ጓል ኣንስተይቲ ክብሪ ይብላን ኣብኡ ስናና በዝም በዝም ተወደአ ኣይደኖ ጓል ድያ ወዲ ኣቦኣደይ ኣቦኣደይ ይፈልጥ ቆልዓ ሒዛ ንሳ እውን ባዕላ እንዳ ስዋ ተወሊዳ ካብ ኣምሓሩ ካብ ኦሮሞ

ኣምሓራ እያ ዓው ኢላ እውን ዓዲ ኣምሓራ መሬተይ ኣለኒ ዶ ኤርትራውያን ሎሚ ምሸት ዓዋተ ዝበሃል ነገር ኣረጋይ ክዛረበሉ ተጋደልቲ ክዛረበሎም ክሳብ ዓዲ ሽሩም ዶ ግንባር ዶ ዓዋተ ዶ ክሰማዕ ኣይደልን እየ ክብል ኣምስያ ዋ መንከ ስምዒ ኢልዋ ንዓ እኮ ዝምልከት ኣይኮነን እዚ ኮነ ኤርትራውያን እዩ ብዛዕባ ኤርትራውያን ክንዛረብ ኮይና ዓዋተ ኮቦና እዩ መሰረትና እዩ ነዚ መሰረትና ክትጉንጽሉ ደቂ ኦሮሞን ደቂ ኣምሓራን ደቂ ትግራይን መጺኹም ክትፍትሹና ከለኹም ስቕ ዲና ክንብል ኣይንብልን ኮይና ኣብ ውሽጥና ዘሎ ምግንናሕ ድማ ንዓና እዩ ዝምልከት መንእሰያት ኣሕዋተይ ደቂ ሓውቦይ ኣሕዋተይ ምንኣሰይ ቆልዑ እኮ ኣነ ዝፀርፍ ዘለኹ ወይ ከዓ ዝገንሕ ዘለኹ መንገድኹም ኣይጠዓይን ዝብል ዘለኹ ስለዚ መን ኮይና እያ ክሳ ሽማ ከይተጠቕሰት መፅያ ብዛዕባ ነብሰ ይኹን ኣነ ብዛዕባ ነብሰ ክዛረብ ኣይደልኒ ፈላጢ ይፈልጠኒ ንዓኻ ፈላጢ ኣፈልጣ ግን እቲ ሓንቲ ኣፀቢቐ ደንከልያ እዚኣ ሄለን ከም ድላየይ ዝብሉዋ ጓል ኦሮሞ ኣላ ሓንቲ ሸርሙጣ ዓጣሪት ዝነበረት ኣብ መዓስከራት ኣዲኣ እውን ዓጣሪት ነይራ ካብ ኣምሓራያ ወሊዳታ ካብ ኦሮሞ ጓል ማሙሽ ማለት እዩ ኮሮኔር ማሙሽ ይባ ተዛሪብና ናይ ፈልጥና ኣነ ነጥቢ ስለ ዘይብላ ንሓማሴን ከነጎም ብሖም ኢና ኣንጻር ሓማሴን ኢና ዋ ኣከለ ጉዛይ ገለ መለት ኣከለ ጉዛይ እንታይ ትፈልጦ እዚኣ ኣኮታታ ሰብኡት እዮም ፈልጥ እየ ሰብኡ ሰብ ድርብ ስረ እዮም ሓንቲ ጓል ኦሮሞ ግን ዋ ፅባሕ ንጎ እኮ እንዳቦ ኣኮ እያ ከምኡ ዝበሃል ዘረባ እኮ የለን ዳሕራይ ናይ ነጥቢ ምፅኣ ኣነሲ መንእሰያት ኣሕዋተይ ባዕለይ ነቕፎም ባዕለይ ይፀርፎም ባዕለይ ከዓ ሓልየሎም ባዕለይ ከዓ ከላኸለሎም ባዕለይ ከዓ ሕግዞም እንታይ ዝገበረቶ ነገር ኣለዋ ድዩ ኣብ ታሪክ ተመፂና ሲ ኣነ ሕጂ ዝርዝር ክኣትዮ ከለኒ ከም ዝፈልጡና ፈልጡና እዚኣ መፅያ ብጀካ ኣፋ ክተግፍሕ ብጀካ ናይ ሕጂ ትሪዋ ነርኩም ጅን ጅን ሒዛ እያ ነራ ጅን ሒዛ እናጨረመት እያ ብዛዕባ ሰበይተይ ዶ ብዛዕባ ነብሰይ ዶ ተዛሪባ ማለት እዩ ሕጂ ኣነ እንታይ ክብል ደሊ ዘለኹ ከም ተዘረበኣ ወላ ሓንቲ ነጥቢ ዝበሃል ነገር የብላን ብዛዕባ እዚ እዝን ነጥቢ ተዛሪባ እሞ እዚ እዚ ክምልሰላ ክብል ኣይክእልን እየ ሓንቲ ኦሮሞ ጓል ሻርሙጣ ኣብ እንዳ ስዋ ተወለድ ዓጣሪት ግን ምሳ ክመላለስ ኣይክእልን እያ ሽማ እውን ኣልዒላ ኣይፈልጥን መላዕልተይ እውን ኣይኮነትን ምክንያቱ ጓል ሻርሙጣ እያ ብዛዕባ ሰበይተይ ክዛረብ ተኮይና ብግቡእ ብክብሪ ተመሪዐ ደምፃኹዋ ኣደ ደቀ እያ መዛርብቲ ሸራሙጣ ኣይኮነትን መዛርብቲ ዓጣሮ ኣይኮነትን ኣዲኣ ዓጣሪት ነራ ተሓኒቃ መይታ ኣብ መዓስከር ንሳ እውን ሕጂ ኣይተርፋን እዩ ሰሪቃ ተኣሲራ ነራ ኣብ ኣሜሪካ ሓንሳብ ሪከርድካ ተኣትዩ ብዙሕ ክትነብር እውን ህይወት መረካ እዩ ስለዚ ኣነሲ ብዛዕባ ጉዳይ ዓደይ ብዛዕባ ጉዳይ ቃልሲ ብዛዕባ ተጋደልቲ ብዛዕባ ጅግንነተይ ብዛዕባ ታሪኸይ ክዕቅብ ብዛዕባ እድሪስ ዓወትን ተዛረብኩ ኣብ ሳን ሓደ ናይ ነበርካን ዓወታ ዝበሃል ኣይፈልጥ ነይሮ እንዳ ኣትፈልጥ ራስኽ ናይ ኣቦኹ ፍለጥ ናይ ኣቦሓቦኹ ናይ ኦሮሞ ፍለጥ እምበሪ በምሓራ ከመእድጉ ከም ከመእድጉ ድ- ድዕሰቡ ይነበሩ ሕጂ ከዓ ብ- ብተጋሩ ዝርገፁ ዘለዉ ኣምሓርኡ ኣ- ኦሮሞ እድጉ ብዛዕባኦም ተዛረብ እምበር ብዛዕባ ናይ ዓወተ ድ- ዓወተ እኮ ኣነ እየ። ዓወተ እኮ እዚ ኩሉ ዝመንእሰይ እኮ መን ሓላይ እግዜር ኩዳይ ናይ መንእሰይ እሞ ንሕዋተይ ኦሮሞ ተሓሊሎም ታባይ ንላዕሊ ማለት እዩ ካባይ ንላዕልስ ኦሮሞ ተሓሊሎም ሰበይተይ ንዓይ ሙሉእ ዓለም ዝፈልጣ ወርቂ እያ ብሸራሙጥ ክትላዓል ኣይትኽእልን ክፍእቲ ከኣ ኢልክያ ድሓን ክፍእቲ እንተኾይና ኣነ ሓቑፍ እያ ዝሓድር ወይ ጽብቕቲ ጉድ እዩ ቅድም እንታይ ምበልኩ ኣነ ምስለኪ እስኺ መንነት ክፍለጢ ጓል ክቡኡ ፍለጢ ብዛዕባ መንነትክን ብዛዕባ ሃገርክን ተተዛረብኪ ከኣ ሓይሽ ብዛዕባ ሰበይተይ ክትዛረቢ ብዛዕባ ናተይ ክትዛረቢ ኣን ናተይ ሕጻብ ካልሲ ናይዚ ገዛ ተጓሒፉ ዝኸይድ ክንድኡ ትኾኒ የብልክን እያ ህይወት ዝበሃል ዘይብልኪ ሰኽራምሲ ጅን ሰቲኺ ሕጂ ንዓይ እንታይ ነጥቢ ኢለ ከማን ኣይተዛረብክን ተዛርቢ ተባሂልኪ ተመሊኺ መፂኺ ተዛሪብኪ ኣልዒልክኒ ማለት እዩ ስለ ዘልዓልክኒ ከዓ እንታይ ክብል ደሊ ሓንቲ ሻርሙጣ ጓል ዓጣሪት ኣብ እንዳ ስዋ ተወልደት ጓል ዓጣሪት ዓጣሪት ምስ ሓደ ውርዚ ምስ ካብ ውርዝያት ቤተሰብ ተፈጥረ ውርዚ ዝኾነ ሓዳር ዘለዎ ክትዛረብ ኣይትኽእልኛ ብዛዕባ ጉዳይ ሃገረይ እንተኮይኑ ግን ኣነ ክዛረብ ክጻረፍ ምስ ኣሕዋተይ ክሰማማዕ ከይሰማማዕ እኽእል እየ ሕጂ ነዚ ቃልሲ ቀንዲ ከፊእኹሞ ዘለኹም ግንባርና ዶ ክንሰማዕ ኣይንኽእልን ሰሓል ክንሰማዕ ኣይንኽእልን ትብሉ ሒመን ቦታቱም ክትፈዱ ተልዩ ደቂ ኦሮሞ ደቂ ጦር ሰራዊት ደቂ መልሻ ስርናይ ነዚ ቃልሲ ከፊእኹሞ ዘለኹም ቃል ዓለም ብዘይብሉ ናይ መጨረሻ እንስሳ ዳ ኮንክ እምበር ከመይ በየናይ መንገዲ ኣነ ንሕዋተይ እንተገናሕኹ ሓንቲ ኦሮሞ መፂ ሓላይት ናቶም ክትኮን እዩ ክትክ- ክትፈልጥ እምበኣሪ ካባኺ ካብ ሓንቲ ኣሮሞ እቲ ጭው ዝበለ ሕጂ መርዳ ኣብይዎ ዘሎ ብሰንኪ ከማኹምን ወዲ ከማኹምን ካብዚ ቃልሲ ሃዲሙ ዘሎ ህግደፍ ሓወይ ንሱ ንዓይ ኣብ ኤርትራውነት ድሕሪ ክመጽእ ኮይና ጽባሕ ንጎውን እስኺ ናብ ኦሮሞኺ እቲ ሓወይ ግን ምሳይ ኣሎ ሎሚ ንበኣስ ጽባሕ ንግሆ ክንዕረቕ ኢና። ናይ ሓሳብ ክሳብ ምቅታል ክበጽሕ ኢኻ ብሓሳብ ብጉዳይ ሃገር ዝመጽእ ኣነ ድማ ከምዚ ናትኪ ቢራ ዓቲረ ወይ ከዓ ጂን ዓቲረ ካብ ባህሪ ካብ ስነ ምግባር ወፃኢ ተገበሩ ተጎንብሑ ሓማሴና ከለጉዛይ ክብል ኣይውዕልኒ ሓማሴና ከለጉዛይ ኤርትራ እዮም ኣሕዋት እዮም ደቂ ሓደ መሬት እዮም ኦሮሞ ይኮኑ ስለዚ ብዛዕባ ጉዳይ ኦሮሞኹን ብዛዕባ ጉዳይ ጫርማኽን ብዛዕባ ጉዳይ ስዋኽን ብዛዕባ ኩሉ ዓይነት ሸርሞጥመጥክን ኣብ ውሽጢ ኣትኺ ንዓይ ሰላይ ናይ ህግደፍ ከይትኸውን ኢልክኒ መን ኢኺ ንስኺ ብዛዕባ ሰላይት ክትዛረቢ መን ኢኺ ንስኺ ብዛዕባ ኣነ ሰላይ ሰላይ ንሲ ኤርትራዊ እኮ እየ ከማኺ እኮ ካብ ኦሮሞ ዝመፀ ኣይኮነን ወሊዱኒ ኣብዛ ማህፀነ ሃገር እዚኣ ወሊደ ተወሊደ ብህፃንነተይ ከዓ ደመይን ርሃፀይ ኣንጢበ ክሳብ ሕጂ ከዓኒ ንፍትሓ እቃለስ ኣለኹ ብደቂ ሸራሙጥን ክለዓል ኣይደልን ኣነ ብደቂ ዓጣሮ ዋላ ሓንቲ ነገር ተራ ዘይብለን ኣፍካ ስለ ዘግፋሕኻ እንታይ ዝገበርከ ነገር ኣሎ ሄለንሲ ኣብዛ ታሪክ እዚኣስ እዚኣ ገይራ ዝበሃል ስማዕ ደንከልያ ሸለል ዝበሃል ነገር ንደቂ ዓጣሮ መልሲ ምስማዕ ጥራይ እዚኣ ኤርትራዊት ኣይኮነትን ብዘይቅልዓለም ኣብዚ ቃልሲ እውን ክንዲዚኣ ነገር ኣበርኪታ ክትብላ ኣይትኽእልን ብጀካ ኣብ መንጎ ኣውራጃታት ዘሎ ነገራት ክተነዓዕል እንታይ ኣቦታትና ደቂ ሓማሴን ኣጎንብሑ ነይሮም ትብል ገሊኹም ጅግነት ኮይኑ ዝስማዓኩም ነይሩ ኖ ኖ ኖ ኖ ኖው እዛ ሄለን ከምድላየ ትብል ጫርማ ኣዲኣ ዝሓነቀት ኣብ መዓስከር የዛረብ ዘለኹ ጓል ኮረኔል ማሙሽ ኦሮሞ ማለት እዩ ብዛዕባ የዛረብ ዘለኹ ንሳ ኣላቶ ትሪእዎ ኢኹም ሽመይ ኣልዒላ ደውፃቶ ኣሎ ቪድዮ ኦኬ ሶሪ ጋይስ ገለ ናይ ኮኔክሽን ፀገማት ነይሩ ጠፊኤ ነይረ እንታይ እዩ ዝብል እንታይ እዩ ዝብል ኦኬ ሕጂ እንታይ እዮም ጫውጫው ዝብሉ ኣኽላባት መፅኦም ኣለዉ ስማ ቀይራው ናብ ትብል ትኾኑ ምክንያቱ ሓንቲ ዓጣሪት ጓል ዓጣሪት ኩሉ ግዜ ጓል ዓጣሪት እያ ኣብዚኣ ትሓድር ትህሉ ኣነ ግን ከም ሰብ እውን ከም ሰብ ቆፂርያ ስለ ዘይፈልጥ ስማ እውን ኣልዒላ ይፈልጥን እየ ምክንያቱ ዋላ ሓንቲ ብጀካ ኣሕዋት ከተናቑት ብዛዕባ ኤርትራውያን ልዕሊ ሓማ ልዕሊ ከለጉዘያ ከለጉዘያ ክትከውን ዘሕፍር ነገር እዩ ወዲ ጓልካስ መብለይ ክዳንካ ከማ ንብልዎ ዋእ እዚኣ ፈትያ ጸሊኣ ጓል ጓል ኮሮኔር ማሙሽ እያ ኦሮሞ እያ ዓዳ ጓል ኦሮሞ እያ ብዛዕባ ኤርትራ እንታይ ግድሳ።